ሰላም እንቋዕ ደሓን መጻኹም ናብ ሰማይ ደረትና ናብ ቁጽሪ ትሽዓተ ናይ ቲዮሪ ትምህርቲ ሕጂ ካብዚ ድማ ቁጽሪ ትሽዓተ ክንቅጽል ኢና ዓሰርተን ዓሰርተ ሓደን ተሪፈናና ኣለዋ ኣብ ፅርግያ ዝግበሩ ምልክታትን ሴማፎሮ መብራህትታትን ንሎማዓንቲ ንሪኤን ግና ናይ ማርከሪንግ ሽልት ክኾና እየን ማርከሪንግ ሽልት ዝበሃላ እዚን ብፀጋም ንሪኤን ዘለና ዘሕልፈን ዘለኹ ማለት እየን ከምዚ ገይረ ከሕልፎ ከለኹ እንተ ትፈልጥዎ ኮንኩም እዛ ቪድዮ ምርኣይ ኣይተድልየኩምን እያ ማለት እዩ ወይ ርኢኹማ ጸኒሕኩም እንደገና ኣብ ግዜ ሪቪዥን ክደግምዎ ከለኹም ነዚኣ ትርእይዋ እሞ እንተ ትፈልጥዎ ኮንኩም ትሰግርዎ ወይ ከዓ ናብታ ተድልየኩም ክፋል ትኸዱ ሕጂ ካብዚኣ ክንቅጽል ኢና ብሓፈሻ እዞም ማርከሪንግ ሺልት ወይ ማርኪንግ ሳይንስ ንብሎም ብዛዕባ እቲ ኣብቲ መንገዲ ዝህሉ ኣካይዳ ናይቲ መንገዲ ማለት እቲ ፅርግያ ሒዝናዮ ዘለናስ ኣንፈቱ ናበይ ከም ዝቕፅል ወይ ከዓ ኣብቲ መንገዲ ዝህሉ ከልካሊ ነገራት ወይ ዓጋቲ ነገራት ማለት እዩ። ኩሉ ግዜ እቶም ግዝያዊ ዝበሃሉ ኣብ ቲዮሪ ፈተና ክመፅእ ዝኽእል እቶም ግዝያዊ ዝበሃሉ ብኸመይ ክንፈልዮም ንኽእል? እቲ ባክግራውንድ ናቶም ኣብ ቀይሕ ክኸውን ይኽእል እዩ ማለት እዩ። ንኣብነት እዚኣ ባክግራውንድ ናታ ኣብ ቀይሕ ኣሎ ማለት እዩ ስለዚ ከልካሊት ትኸውን ኣላ ማለት እዩ ሕጂ ካብዚኣ ክንጅምር ኢና እዚኣ እታ ምልክት እቲ ፅርግያ ንየማን እዩ ዝጥወ ዘሎ ማለት እዩ ዝበዝሕ ግዜ እቲ ፅርግያ ክኸይድ ጸኒሑ እዚኣ እንተ ፀኒሓትካ እትገብሮ ዘለካ ናይ ምዝዋር ኣካይዳ ከመይ ይከውን ዘሎ ማለት እዩ ንኣብነት ሰብዓ ትከይድ ኣለካ ወይ ሱሳ ትከይድ ኣለካ ንበሎ ኣብ ሰዓት ኪሎሜተር ኣብ ሰዓት እንተ እዚኣ ምልክት ሪኢካ ንየማን ኣብ ትጥወየሉ በቲ ዘለካዮ ብሱሳ እንተ ከድካ ከምዚ ሸተት ንቲ ሓይሊ ናይታ መኪና ከውጻካ ይክእል እዩ ካብቲ ጽርግያ ስለዚ ብዝተካእለ መጠን ካብ ሱሳ ናብ ከባቢ ኣርባዓ ሰላሳ ትወርድ ማለት እዩ ብጣዕሚ ከምዚ ዓይነት ጥዋይ መንገዲ ተኮይኑ ተወሳኪ ናይ ትሬካንት ወይ እታ ስሉስ ኩርናዕ ምልክት ናይ መጠንቀቒ ኣንጎሎ ውን ትህበና እያ። ወይ ተወሳኺ ከኣ ኣንበፋልት ፋርት ድብል ወይ ሪኮመንድድ ስፒድ ድብል ከኣ ምልክት ትወሃበና። ንኣብነት ሱሳ ጸኒሑ ሰላሳ ምልክት ትገብረልካ እሞ ካብ ሱሳ ሰላሳ ወሪድካ ክትከይድ ከም ዘለካ ክትጥወ ከም ዘለካ። ተጠዊኻ ትኽ ምስ በለታ መንገዲ ናብቲ ናይ ቀደም ስፒድ ክትምለስ ኣለካ። ሱሳ ተጸኒሑ ናብ ሱሳ፣ ሰብዓ ተጸኒሑ ናብ ሰብዓ። ኣብዚኣ ኣንጎሎ እዚኣ ምስ በጻሕካ ግና እቲ መንገዲ ንየማን ኣጸቢቑ ስለ ዝጥወ ዘሎ ክትጥንቀቕ ኣለካ ማለት እዩ። ተኺሉ ተኺልካ እንተ ዘይትኸይድ ዘለኻ ናህረት ቅንስ ኣለካ ማለት እዩ ተዘዋዋሪ። ናሃ ልክዕ ከማኣ ኮይና ንጸጋም ማለት እዩ። ናህራኻ ቀኒስካ ንጸጋም ተጠዊኻ መንገድኻ ትኽ ምስ በለኻ ናህረ ወሲኻ ናብቲ ናይ ቀደም ስፒድ ትምለስ ማለት እዩ። እዚኣ ኣንፈት ሓባሪት እያ፣ እዚኣ እውን ልክዕ ከምኣ እያ። ሓንቲ ተኾይና ግን ቁሩብ እቲ መንገዲ ቅልል ይብል፣ ኣብቲ ምጥዋዩ ምናልባት ሱሳ ተለኻስ ብሱሳ እውን ክትከይድ ትኽእል ኢኻ፣ ሰብዓ ተለኻ ብሰብዓ ግን ትኽ ኢልካ ትኸይድ ከምዘየለኻ ምፍላጥ ፅቡቕ እዩ። ዝበዝሐ ግዜ ሰብ ስፒድ ልዕሊ ስፒድ እውን ክኸይድ ስለ ዝኽእል ኣብ ጎልጎል ዘጋጥሙ ሓደጋ ወይ ኣብ ቀለልቲ ኣንጎሎታት ዝመስሉ ናይ ናህሪ ምኽንያት ክኾኑ ይኽእሉ እዮም። ነዚኦም ምልክታት ተሪኢና እቲ ናህና ስፒድ ብጣዕሚ ክንቆፃፀሮ ኣለና። ማይ ሃርም እንተሎ ወይ ገልሃ ዝያዳ ወይ በረድ ተሎ ዝያዳ ክንቆፃፀር ኣለና ማለት እዩ። እዚኣ እውን እቲ ኣንፈት ናይቲ ፅርግያ ንየማን ንጥዎ ከም ዘሎ እያ ትሕብረና። እዚኣ ንፀጋም ጥዎ ከም ዘሎ ነቲ ናህርና ገለ ገምጊምና ቁሩብ ስፒድ ክንቅንስ ንኽእል ኢና። ብዙሕ ግን ናህሪ ምቕናስ ኣድላዪ ኣይኮነን ማለት እዩ። እዚኣ ዝበዝሐ ግዜ ጽርግያ ክጸብብ ከሎ ኢና ንሪኣ ፍሉይ ድገብራ እዚኣ እንታይ እታ ጽርግያ ንኣብነት ብክልተ መንገዲ ትኸይድ ተጸኒሓ ኣብ ሓንቲ ክዓጽዋ ክእሉ እዮም እዚ እንታይ እዩ ነቲ ኣጋር ቀሲኖ ክሓልፍ መኻይን ንኸይበዝሓ እቲ ኣጋር ከዓ ወይ እተን መኻይን ከዓ ቀስ ንኽብላ ማለት እዩ ስለዚ ብክልተ መንገዲ ክመፅ ጸኒሖም በዚኣ የፅብብዋ እታ ፅርግያ ኦብስታክል ፈጥሩ ማለት እዩ ወይ ሽግር ፈጥሩ ሕጂ እቲ ናይ እዚኣ ምልክት ካብዚኣ ንርድኦ እንታይ እዩ እዚኣ ምልክት እዚኣ በዛ ዘመልክታ ዘለኹ ናብ ፀጋም ወሪዳ ኣላ ስለዚ እቲ በዓል መኪና ነዚኣ ዝርኢ ዘሎ ናብ ፀጋም ክሓልፍ ይኽእል እዩ ማለት እዩ ዘን ብጫ ንፀጋም ወሪደን ስለ ዘለዋ ኣብዚ ከዓ ንየማን ወሪዳ ኣላ እቲ ዝመፅእ በዓል መኪና ብፊት ናይ እዚኣ ንየማን ክሓልፍ ይኽእል እዩ ማለት እዩ ስለዚ እዚኤን ክልቲኤን እንተ ጸኒሕናና ዝበዝሐ ግዜ እቲኣ ሓንቲ ናብቲ ሓንቲ እቲኣ ሓንቲ ናብቲ ሓንቲ ሰተመልክት ብማእኸለን ክንሓልፍ ኣለና ማለት እዩ ኣብ ቪድዮታት ኣይ ቲንክ ዝቐዳሕክዎ ኣሎ ወይ ካብ ዝያዳ ከዓ እንዳቐዳሕና ኢና ንከይድ ኢና ነዚ ትዮር ወዲና ናብቲ ፕራክቲካል ደገ ወፂና ከመይ ጌርና ነዚኦም ምስ ረኸብናዮም ከመይ ንዝውር ዝያዳ ክንሪኦ ክንፍትን ኢና ማለት እዩ ኦረዲ ዝተቀድሐደ ቪድዮ ኣሎ ግን ዝያዳ መምስ ኣርእስቱ መምስ ምልክታት ክንከይድ ክንፍትን ኢና ኦብስታክል ማርኪንግ እዚ እውን ልክዕ ከምኡ እዩ እተን ኣወራርዳ ናይ ዚኤን ጥራይ ክንሪኤን ኣለና ናብዚ ትወርድ ተላ ናብዚ ክንከይድ ንኽእል ኢና ናብዚ ትወርድ ተላ ከዓ ናብዚ እውን ክንከይድ ንኽእል ኢና ማለት እዩ እቲ ወራርዳ ናይቲ ብጫ ምልክት ክንሪኦ ኣለና ማለት እዩ እዚ እውን ኦብስታክል ማርኪንግ ምናልባት እዚኣ ኣብ ቁመት ኢና ንረኽባ ከምዚ ድልድል ተደኣ ኣሎ ኮይኑ ብሪጅ ነገራት እቲ ሞኻ ቁመቱ በቲ ሰለስተ ነጥቢ ኣርባዕተ ሜትሮ እንተላ ንኣብነት እዚኣ ኣብቲ ላዕሊ ንሪኣ ሕዚ እዚኣ እንታይ ነቲ ተወሳኺት ናህና ኣቓልቦ ትስሕብ ማለት እዩ ስለዚ እዚኣ ዓጋቲ ነገር ከም ዘይብልና ስቕ ኢሉ ኣየር ከም ዘየለ ኣብቲ ጽርግያ እንታይ ደኣ ድልድል ከም ዘሎ ምልክት ትኾነና ምናልባት ጸልማት ክኸውን ይኽእል ወይ ገለ መብራህቲ ብ ዝሃርሞ ግዜ እዚ ምልክታት እዚ ነጸብራቕ ስለ ዝገብር እቲ ነጸብራቕ ነዚ ዝያዳ ኣቓልቦ ክንገብረሉ ክሕግዘና ይኽእል እዩ ማለት እዩ። እዚኣ ዝበዝሐ ግዜ ኣብ ዕብይ ዝበለ ጎደናታት ወይ ኣገደስቲ ጎደናታት ወይ ከኣ ሃይወያት ሞቶር ቫይክ ክጸንሓኒ ይኽእል እዩ። ኣብ ሸሪንግ ስማርት ከሪንግ ስለዚ ኣብ ሃይወይ እናኸና እንተ ደኣ ኤግዚት ንገብር ኮይና በዚ ኣንፈት ናይዘን ብጫ ዝወርድኦ ዘለዋ ክንከይድ ንኽእል ኢና። ንኣብነት ብየማን ክም ትኽ ኢለ ክመጽእ ጸኒሐ ክወጽእ ተደልየ ወይ ዝኣንፈት እዚ ንየማን ሒዚ በዚ ክወጽእ ክእል እየ ወይ ከዓ በዚ ዘለኽዎ ትኽ ኢለ በዚ ክቕጽል ክእል እየ ማለት እዩ እዚ እቲ ምልክት ብዙሕ ብዙሕ ንምዝዋር ጸላዊ ይኮነን ፈተና ምናልባት ግን ክመጽእ ክእል እቲ ቀንዲ ከነስተውዕለን ዘለና ጥራይ ተን ብጫ ናበይ ወርዳ ኣለዋ ናብተን ብጫ ዝወርዳሉ ዘለዋ ንሕና ከዓ በቲ ኣንፈትቲ ክንከይድ ንኽእል ኢና እዚ ናይ ቱነል ማርከሪንግ ኣብ ታነል ክንኣቱ ከለና ዝህሉ ማርክ መግበሪ ማለት እዩ። እዚ እውን ልክዕ ከምኡ እቲ ኣንፈት ጥራይ ይቀያየራ ኣለዋ። እዚ ኣብ ውሽጢ እቲ ታነል ዘሎ ርሕቀት ናብቲ ናይ ታነል መእተዊ ብቕድሚትን ብድሕሪትን ክህልዎ ይኽእል ወይ ብኽልተ ክፋት ኣለዎ ታነል እዚ ኣብ እስኻ ማእኸል ተለኻ ኣብ ናበይ ወገን ዝያዳ ቀሪብካ ኣለኻ ንላዕሊ ተኸድካ ትሽዓተ ንታሕቲ ተኸድካ ክልተ ኪሎ ሜተር ክሕብረካ ክእል ማለት እዩ። ስለዚ ኣበይ እዩ ዘሎ ዝቐረበ ናይ ታነል ከፋት ማለት እዩ ክንደይ ተሪፊካ ኣሎ ኣብቲ ታነል ክትወፅእ ብዙሕ ክሕብረካ ክእል ማለት እዩ። እዚ ዝበዝሐ ግዜ ኣብ ደረት ናይ ፅርግያ እዩ ዝግበር ምሸት ክትዝውር ከለኻ ብጣዕሚ ይሕግዘካ ምክንያቱ እዘን ኣብዚ ዘለዋ ሪፍሌክተር እየን ፅቡቅ ገይረን መብራህቲ የንፀባርቃ እየን ስለዚ መኪና እናዘወርካ ብምሸት እዚ እንተ ኣንፀባሪቅካሉ እቲ ጫፍ መንገድኻ ኣበይ ከም ዘሎ ክሕብረካ ይኽእል እዩ ሕጂ ብኡ ገሚትካ ክትከይድ ትኽእል ገሊኡ ፅርግያታት ኣሎ መብዛሕትኡ ናይ ኖርወይ ሃይወያት ክስታይ ኣለዎ መብራህትታት ኣለዎ እቲ ዘይብሉ ግን እንተድኣ ዝንጸባሪቕካሉ እዚ ስለ ዝመልሰልካ መብራህቲ እቲ ደረት ናይ ጽርግያ ኣበይ ከም ዘሎ መገመቲ ክኾነካ ይኽእል እዩ ማለት እዩ። ስለዚ ነዚኤን እንዳሓለኻ ቅድሜኻ ዘለዋ ክልተ ሰለስተ እንዳተኸታተልካ ናይቲ ብርሃን ዓቕሙ ናይ ምምላስ ክልተ ሰለስተ ክኸውን ስለ ዝኽእል ተንጸባርቐሉ እሞ ይምለስ ንዐን እንዳሓለኻ መንገድኻ ኣበይ ከም ዘሎ ክትሕሉ ትኽእል ማለት እዩ። ንትዮሪ ፈተና ክኸውን ይኽእል ኣብ ሂወትና ግን ክንዝውር ኮለና ኣብ ጸልማት ጸልማት ተኾይኑ መብራህትና ነዊሕ ኣይብርህን እዩ እቲ ናይ ነዊሕ መብራህቲ ዝበሃልካ ቅድሜና መኻይን እንተለዋ ክንውልዖ ንኽእል ኢና ምክንያቱ ዓይኖም ስለ ዝደጉሖም ስለዚ እዚ ኣገዳሲ ክኸውን ይኽእል ማለት እዩ እዚ ንስኻስ ኣብቲ ጽርግያስ መስመርካ ስሒትካ ከይትወጽእ ይሕግዘካ ማለት እዩ። ካንት ስቶልፐ ወይ ከዓ ዴሊኔተር ስቶልፕስ እዚ ምናልባት ኣብ ናይ ህንፃ ቦታታት ገለ ንሪኦ ስፓረ መግበሪ ነቲ መንገድታት ክኸውን ይኽእል ወይ ዝኾነ ፊት ንፊትካ ክኸውን ይኽእል ወይ ንሓደ ቦታ መዐገቲ ክጥቀሙሉ ይኽእሉ ማለት እዩ እዚ ተሪኢኻ ክትሓልፍ ኣይትኽእልን ኢኻ ዝበዝሐ ግዜ ኣብ ቅድሜኻ ይፀንሓካ ወይ ኣብ ናይ ባቡር መሕለፊ ገለ ማለት እዩ እዚ ትራፊክ ኮን ኮፍ ኮፍ ዝብላ ኮይነን መብዛሕትኡ ግዜ ከዐርዩ ከሎ ኣብ ናይ ቱነል ቪድዮ ደቕላሕናዮ ኣሎ ከም ዝገብርዎ ወይ ካልእ ዓይነት ገብሩ እሞ ልክዕ በዘን ኣብ መንጎ እዚአን ኮንካ ትሓልፍ ንኣብነት ስለዚ መፈላለይ ይጥቀሙሉ ንኣብነት ናይ ክልተ ዝኸይድ ነበረ መንገዲ ንሓደ መንገዲ ዝነበረ ንክልተ ክመቕልዎ ተደልዮም ሓደ ንቕድሚት ሓደ ከኣ ኣንጻሩ ዝኸይድ ትራፊክ ክፈጥርሉ እንተደልዮም ንኣብነት እዚኤን ኣብ ማእኸል ማእኸል ክገብርዋ እዚኤን ፎከስ እንተኾይነን ምናልባት ካልእ ፖስትስ ይገብሩ ማለት እዩ ካልእ ዓይነት ንኣሽቱ ሓፀርቲ ፓሎታት ንበለን ተኺሎም ይፈላልይዎ ማለት ስለዚ ብሓፈሻ መሐበሪ ማለት እዩ ከምዚ ዓይነት ማለት እዩ ወይ ከምዚ ወይ ከምዚ ገይሮም ነቲ ትራፊክ ክመርፁ ፈልይዎ ማለት እዩ ናይ ሎማዓንቲ ሕፅር ዝበለት እያ ክልተን ተሪፈናና ኣለዋ ናብ ፕራክቲስ ክንከይድ ዳርጋ ቀሪብኩም ኢኹም ቲዮሪ ወይተን ምልክታት ሽልትታት ክንውደአን ፅቡቕ ትከዱ ትህሉ ተስፋ ገብር ፅቡቕ ናይ መፅናዕቲ ግዜ ኣብ ትመፅእ የራኽበና ቻው ቻው